ታይ ኢና ንሰምዕ ኣለና ታይ ኢና ንሰምዕ ኣለና ዕድመ ሃቦ ዮናስ ማይናስ ግን ኣብ ምምሕጓ ቋንቋ ትግርኛ ብዕትበት እዩ ዝሰርሕ ዘሎ እቲ ዘሕዝን ነገር ግን ቃላት ክሓናፍፅ ከሎ ከዓ ነቲ ምትሕንፋፅ እዩ ከም ኮሜድያዊ ባእታ ዝጥቀመሉ ሎሚ ብዛዕባ ስነ ጥበባዊት መረብ እስጢፋኖስ ካብ ዝወዓለ ዜና ንግሆ ጋዜጠኛ ተስፋ ኣለም ጫረ ከምኡ እውን እዚኦም ጥራይ ኣይኮኑ

ሰላማት ሰላም ሰላም ናይዚ ዩቲብ ቻናል ተኸታተልቲ ከመይ ትኾኑ ጥዕና ትምህርቲ ኩሉ ቤተሰብ ፅቡቅ ከምዘሎ የምነየልኩም ኣና ንማዕትበሏትና ድማ ብጣዕሚ ደስ ደስ ዝብሉ ዘዘናግዑን ዘምህሩን ቪዲዮታት ክንርኢና ማለት እዩ እስካዕ ቪዲዮ ብትውዳእ ላይክ ጌርኩም ጀምርዋ ንኽላምደና
ጥዑም ዝበሃል ስራሕ እኮ የለን ካብ ስራሕ ዝበልጽ ክብረት ከ የለን ኣነ ብ ስራሕ ተጸሚድ እየ ዝውዕል እቲ ምንታይሲ ካብ ብለካ ልኽዕካ ካብ ኣብ ዘይጠቕመኒ ካብ ኮንቱ ገንዘብ ምጥፋእ ይድሕን ስራሕ ክብረት እዩ ጥዑም ስራሕ ከምዘየለ ይፈልጥ እየ ግን እንታይ ደኣ እሞ ክገብር ግድን ክሰርሕ ኣለኒ ሞያ ይቐስም፣ ግዜ ብግቡእ ይጥቀመሉ፣ ዝጽወሩን ዝጥወሩን ስድራውን ኣለዉኒ። ንነብሰይ እውን ሞያን ዕቤትን የድልያ እዩ። ካብ ስራሕ ዝበለጽ ነገር የለን። ስራሕ ክብረት እዩ። ኣብ ስራሕ ውዒልካ ናብ ቤትካ ተመሊስካ ትዕርፎ ሰላም ክጥዕም መዓት እዩ። ኣእምሮኻ ይጭነቕን እዩ፣ ኣብ ስራሕ ተጸሚትካ ስለ ትውዕል። ሕማቕን ጽቡቕን ክትሓስብ ኣይትኽእልን ኢኻ። ጥራይ ብዛዕባ ዕቤትካ ኢኻ ትሓስብ፣ እቲ ምንታይሲ ሞያ ስለ ትቐስም ዘለኻ። ካብ ስራሕ ዝበልጽ ነገር የለን። ስራሕ ኣይማርጽን እየ፣ ዝኾነ ዓይነት ስራሕ እየ ዝሰርሕ። እንታይ ኢኻ ደይሊ ትገብሮ፣ መዓልታዊ ስራሕካ ኣብ ኣስመራስ እንታይ እዩ?

ብጣዕሚ ሳይ ገይረ ኣለኹ ሶሪ ሕጂ እንታይ ነርቮስ ኴንካ ኣለኻ መጀመርያ ነርቨስ ሎሚ ብዛዕባ ስነጥበባዊት መረብ እስቲፋኖስ ካብ ዝወዓለ ዜና ንጎሆ ጋዜጠኛ ተስፋኣለም ጫረ ኣብ ኤርትራ ኮይኑ እዩ እንታይ ብምባል እዩ ዘርጊሑ እታ ብልጽቲ ተዋሳኢት መረብ እስቲፋኖስ ብስራት ኣለዋ ንግዜኡ ኣይንገርን እዩ ብምባል እዩ ዘርጊሑ። ነዚኣ ዝረኣዩ ብዙሓት ሰባት ድማ ምስ ጥንሲ ሕርሲ ኣተሓሒዞም ሓሪሳ ጢንሳ ገለ እናበሉ ሸር ይብሉ ኣለዉ። ንእግረ መንገድና ከም ስታት ዜና ጋዜጠኛ ነሽነሽ ኮንፍሪም ዘይገበሮ ብዙሕ ኣይትእመኑ ኢኹም። እዚ ጋዜጠኛ ሓንቲ ዝተጋገያ ነገር እንታይ እያ ዘይደቅስ ነጊሮምኻ ድቅስ ይሓድሩ ከም ዝበሃል ካብ ጀመሮ ክውደኦ ኔርዎ ማለት እዩ። ግን ደሓን እንቋዕ ዘሻቕል ዜና ኣይኮነን እቲ ዝኸፍኤ ዘሻቕል ዜና ነጊሮምኻ ንዓኻ ብጥ ዝብሉ ኣለዉ እንተ ብስራት ኮይኑ ግን ብስራትካ ይጥዓም እዩ ዝብሃል ኣብ ሓጺር ግዜ ክንሰምዖ እቲ ዜና ከኣ ተስፋ ንገብር ክብራት ተዓዘብቲ ካልእ እዚ ብስራት እዚ ምስ ውልቃዊ ሂወታ ዝተተሓሓዘ ክኸውን ንዓይ ከም ሰብ ደስ ይብለኒ ማለት እዩ ብዓይኒ ስነ ጥበብ ብዓይኒ ስራሕ ሓንቲ ካብተን ንፉዓት እያ ብዙሕ ፊልምታት ውን ኣፍርያ እያ ኣብቲ ውልቃዊ ህይወታ ግን ከም ሰብ ትሳ ዘይበጽሓቶ ነገራት ክትበጽሖ ውላድ ድዩ ወላ ካልእ ነገራት ደረጃ ክትበጽሖ ቶ ዓወታት ክትበጽሖ ይምነየላ ማለት እዩ። ዝተረፈ ግን ኣብቲ ዩቱብ ኣስፍሕ ኣቢለ ካልእ ተወሳኺ ምንጭታት ሓዊሰ ኣቕሪበዮ ኣለኹ። ነቶም ሓጺር ሓጺር ቪድዮ ትፈትዉ ግን እታ ትብሃል ዘላ ጉዳይ ካብዚኣ መበገሲ ምዃና ክሕብረኩም ይደሊ። ነዚ ቪድዮ ላይክ ኣይትረስዑ ኣየሳእነና። ጋዜጠኛ ነሽነሽ ካብ ሃገረ ጀርመን የቐንየልና።

ግን ንሓን ክሳብ ዝመፅእ ዋላ ሻ ክገብረልካ ከፍ ትብል መዲበዮ ኣለኹ
ሻ ክገብረልካ ምነ ዝኾነ ክገብር ኣይትበሊ ብገዛእ ፀኒሐ
ኣይገበርኩን ጉዳይ መፅክ
ምስ ተኣምራት ኣይተሰማማዕኹም እንዲኹም? እወ ገለ ደ የሰማምዕ ኣሎ እንዲዩ ግን ብዛዕባ ውርሻ ገለ ተኮይኑ ንሱ ምስ መፀ ምዝራብ ሓይሽ መስሉ ለበስኩት ኣንቲ ጀሲካ ኣቦይ ብሂወት እንከሎስ ብዛዕባ ውርሻ ዛረበኪ
እንታይ ኩን ትኾን ዘሎ እዚ ኩሉ ብሰንከይ ዝመፀ ፀገም ኢለ ሕማቅ ክሓስብ ቀኒ እቲ ምውላድ እዩ እዚ ኩሉ ፀገም ኖኖ ንሱ ይኮነን ክታም ሓወይ በልኒ

ትግርኛ ኣይኮነን እንታይ ዓይነት ቋንቋ ምዃኑ እውን ኣይንፈልጦ ኢና ስለዚ እዛ ቃል ይትረፍ ክተስሕቕ ዋላ እኳ ትርጉማ ዘይንፈልጣ እንተኾና ኣብዚ ግን ከም ኮሜድያዊት ባእታ እያ ኣትያ ዘላ ነዚኣ ዝሰምዐ ቆልዓ ከዓ ክደግማ ክጅምር እዩ ስለዚ ዮናስ ማይናስ ኣብ ምብሕጓግ ቋንቋ ትግርኛ ብገፊሕ ተዓዊቱ ኣሎ ማለት እዩ ብዝኾነ ነዛ ኮሜዲ ተሪኢኹማ ናይ ዮናስ ማይናስ ኮሜዲ ስለምንታይ ዘሕርቕ እናኾነ መፅእ ከም ዘሎ ክትርድኡ ትኽእሉ ኢኹም ስቕ ኢልኩም ተስሒቕኩም ግን ስለምንታይ እዛ ኮሜዲ መስሓቕ ከም ዘይኮነ ትገልፀልኩም እያ ሓደ እዛ ኮሜዲ ጆክ የብላን ወይ ከዓ ፓንች ላይንስ የብላን ወይ ከዓ እቲ ከም ፓንች ላይን ተጠቂምሉ ዘሎ ነጥብታት ኣዝዩ ድኻ እዩ
ሎሚ እኮ ቀደም ደቂ ኣንስትዮ ተፈቲሐ ክልተ ብዕራይ ተዋሂበ ምስ ጎባጉበይ ተሓናቒተይ ሓዲግኒ ዝብላ ዝነበራ ኣዴታትና ሎሚ ብ ገዛ ኮፍ ኢሎም መዓኮሮም ጥ ከም ዝጸፊሑ ሙሉ መዓልቲ ተፈቲሐ እንዴ ፍትሑ እንዴ ዝብል እኮ ወዲ እኳ ቀደም እኮ ሓዲጋቶ ከይዳ ከማን ከይባሃል እንዳ ዓሎቦኣ ከይዳ ኣላ ንግደት ከተሕልፍ እንዳ ዓሎቦኣ ከይዳ ኣላ ንእሽተይ ሓዋ ምርዖ ኣሎ እንዳ ዓሎቦኣ ከይዳ ኣላ ሓፍታ ከተሕጽን ይባሃል ሓፍታ ተሓጺና ምሉሶት ሓፍታ ክትበጽሕ ከይዳ ኣዲኣ ተጸሊእዋ ክትሕግዞም ጻህያይ እንዳ ዓለም ባኣ ከይዳ ኣላ ባሃል ወላ ኮርያ ዝከደት መርዓት ቀደም ፈቲሓትኒ ከይዳ ማለት ሙት እዩ ስንጥቅ ተበሉ ኣቦታትና ከምኡ ይብሉን እዮም ኣብዚ ናይ ትግርኛ ባህሊ ወይ ከኣ ኣብዚ ናትና ባህሊ እዚ ኣይባሃልን እዩ ነውሪ እዩ ሓዲጋህኒ ከይዳ ክብል ሰብኣይስ ሞት ትቅድሙ ኣይብሉን እዮም ኣቦታትና ኣይብሉን እዮም ጸግጸግ ኢላ ናብ ስድራ ተኸይዳ ኣቦኣ ተቀቢሉ ብበትሪ ቋሽሚዱ ስለ ድመልሳ በቃ ይኸዱ ሰበይቲ ገዲፋትኒ ኢሎም ዊስኪ ጠምጠም እንዳበሉ እንዳነፈጡ ኣብ ቲክቶክ ኣይኣትውን እዮም ነይሮም በዓል ኣቦታትና ፍጹም ሰበይቱ ተገዲፋቶ ተኸይዳ ዕርፉ ልዒሉ እንድዩ ንግራቱ እዩ ድኸይድ ደረት ይሕሉ ግራቱ ይሕሉ ይሓርስ ይዘርእ ኣቦኣ ከዓ ኮብኪቦም ምዒዶም ኣቦኣን ኣዲኣን ከዓ ገዝኣ መልስዋኣ ናብራኣ ከዓ ትገብር ከምዚ እዩ ነይሩ ቀደም ሎሚ እኮ ሰበይተይ ፈቲሓትኒ ከይዳ ኢሎም እኮ ኣድቨርታይዝ ዝገብሩ እኮ ዊስኪ ሒዞም ኣብዚ ኣወዳት እዮም ኣም ሶ ሶሪ ብዙሓት ከምዚ ፅልኢ ናይ ደቂ ተባዕትዮ ዘለኒ ገለ ዝመስለኩም ሰባት ኖ ኖ ኖ ኖ ኖ ሓደ ነገር ሲ ፅቡቅ ኣይኮነን ክብለካ ከሎ ሰብ እንዳ ፀብሒ ክጥዕም ኣነ እየ ሰሪሓ ጥራሕ ከይትብልኒ መን ደኣ ክሰርሖ ደሊኻ እየ መን ደኣ ክሰርሖ ደሊኻ እሞ ሓንቲ ክንባ ትዛረበኒ
መግቢ ናይ ሳብሪ ናይ መዓረይ ጥዒምካ ከይትፈልጥ ኒኻ ምሽ ንመጀመርያ ግዜ ሮማ ኣንቲ ቀላል ጓል ጌርካ ኢኻ ትሓስበኒ ኔርካ ምሽ ገሪምና እኮ እንታይ ትገርም ቀላል መስላትካ ዝሓፍተይ ገና ገና ካልእ ክተርእየካ እያ ኣብዚኣ ዘላ መዳም ኢፍካ ሓቂ ትዛረበ

ምስ ዝኾነ ሰብ የብለይን ኣነ ንሳ ግን ምስ ብዙሕ ሰብ ኣለዋ ንሞኒካ እንዳፀረፈታ ኣሎ ንገለ እንዳፀረፈታ ኣሎ ንሳ ከምኡ እያ like she's she's drama queen ናይ ኣብዚ ትፈልጦ እንዲኹም ኣነ ምስ ምስ ምሰን ትሰርዓኒ ንዓይ ነሽነሽ ኣታ ፋራ ተሓኽሮ ዶ መስለኩም ንዑኻ ከምኡ ኢሎምኒ እቲ ኻን ንገለ መለ ኢሎምኻ ሓደ ኣይ ነው ረኽበካ እንደ እቲ ለበኪ ለባይ ዘወይ መርከብ ንዓኻ ኣለኒ

ንዓኻ ከምዚ ክብል ክወር ኣነ ብሓቂ ኣብዚ ኣይትርሓቕ እንዶ በጃኽ እንዶ ኣይትርሓቕ እንዶ እንቲ ቆልዓ ሜሮን ኣነ እኮ ኣይጠዓመንን ኣሎ ኣይጠዓመንን ኣሎ ብዚ ከፋት ኣሎ ኣንቲ ቆልዓ ብዘይ ንሱ ፀሓይ በርቂኽ እኳ ትመስሊ ዘረባ ፀሊእና እምበር ኣይትቕረብ እንዶ በጃኺ ኣይትቕረብ እባ ኣይትርሓቒ እስኪ ተጸሚምና ተስእ እስኪ ሓንሳብ ብጸይቲ ትስእ እስኪ በሊ ክንደይ ግዜ እዋ ተስኢ ተስእ እስኪ ተስኢ
ሓፍተይ ለብዚ ኩላ ድራር ከይተደረረት ክትሓድር ፅቡቅ ኣይኮነን ከውፃት እዩ ተስእ

ሜሮን ኣብ ቅድሚ ኣምላኽ ሜሮን ኣብ ቅድሚ ኣምላኽ ኣነ ተሳቀይ ውፅለይ ውፅለይ ውፅለይ ከምኡ ኣይትበለኒ ኣነ ተሳቀይ ኣቶም ሰባት ዋ ስቕ ኢሎም ዝስሑ እኮ ግን ጥዑያት ኣይኮኑን ኣብ ዝተሓትር ኣለዉ ዋ በስማ ሓፍትና ትሓምም ኣላ ሓፍትና ትስሕቕ ኣላ ስሓቕ ኣይኮነን እዚ ውሽጣዊ ጓህ እዩ ምፁ
ዋንታ ነቲ ዘረባ ስራፕ ትገብሮ ኣሉ ዋንታ ነቲ ዘረባ ስራፕ ትገብሮ በቃ ኣንቲ ክሪስ ብራውን

ኖኖ ሜሮነይ ስቅ ኢሎም እዮም ወላ ብዝሓለፈ እንታይ ፈሊጠ እንዳዕለልካ ከምኡ ዝሰዱልካ ፋሽን መጺኡ ኣሎ ብራነ መስተ ዶ ሒዘ ኣለኹ ብዚ ወላ ወዲ ሒዘ ኣለኹ በሊ ተጠንቀቂ
ዘየድሊ ጾታዊ ትንኮሳ ዘለዓዕል ምንቅስቃስ ዶ ገለ ብሉ ኣለዉ እንታይ ፈሊጠ ብልቢ መን ጥና እዮም ብሎም እዞም ቲክቶክ ጥና ሜሮነይ ብሎም ኣብ ቅድሚ ኣምላኽ ኣነ ይትዓ ተ- እንታይ እሞ እንተደልየ እኮ ክትስእ እኽእል እየ ክስዕስዕ እኽእል እየ ከምተን ማና ዝክስኣ ማና ኣነ ግና ማና እ፣ ክስታይ ኮይነ
ኣይቲ ተሲ ኣይትንቀሳቀሲ እቲ ኣይትንቀሳቀሱ ዝብሉ ከለዉ ኣነ ኣይኮንኩን ኣይቲ ከወጻኪ ሬስትሪክትድ ገይሮም ኣለዉ ብዚ እንታይ ፈሊጦ ኣሎም ቫሩም እንታይ ኮይኖም ኣታ ከነውጻዳ ጋይ ስልክት ልክምኒ ክንዑ ሜሮን ከምኡ እዩ ኣታ ሜሮን ግደፈና ሳቀ ነቦ ከምኡ እዩ ኣብ ቅድሚ ኣምላክ ከምኡ እዩ ወላ ንዓይ ሰዶምለይ ነይሩ ምስ መን እዩ ለካ ሚቶ ጉስጢ ንጉስጢ ክትኮኒ ኢኺ እንታይ ጌረ ክንዲ ዘፍቀርኩ ውስጢ ክወስድ።
ሕለፊ ክልተ ሬስትሪክትድ መጽዩ ሰጒገያ ጋይስ።
እዚ ሻላ ትባሃል ሃኣ ሸሎው በል ሸሎው በል ሸሎው በል ዘይኮን ዘረባ ምሳይ ትዛረቦ ቅድሚ ሕጂ ልሒሰያልካ ብዙሕ ነገራት ተዛሪብካ ክንሱ ወዲ መልሓሱ ሒዙ ክንዲ ስተር ልሒሰ ይብል ሓሳዊ ስዲ ኣብ ካልኦም ተላሚዶም ዝመጹ ናባይ መጺኦም እንታይ ዝበሃል ንዓይ እኮ ዳወንኩ ክትገብሩኒ ክንደይ ኢኹም ፈቲንኩም ኣይኮነልኩምን ግን እግረይ ከማን ከልሕሰኩም ኣይክእልን ኣነ እንታይ ልሒሰልካ ዘረባ ዘይኮን ነገራት ኣብዚ ኣይትምጹ ሓሰት ሒዝኩም ኣይትምጹ በቃ ኩሉ ሰብ ንዓይ የፍቅረኒ ኩሉ ሰብ ይምነየኒ ንዓይ

ባቲ ሰብ ሽዑኡ ማዓኮርካ ጥብካ ከምዚ ምስ ርኣየካ ብዙሕ። ኣብኣ ከለኹ ምስኣ ልግባ ቢለ ነዞም ሕጂ ዘለና ወለዶ መንእሰያት መንገዲ ዓወት እንታይ እዩ ክትብለና ትኽእል ከም ሓጎስ። ካብኣ ዋላ ሓንቲ ሳውን ደጊምካ ኣሊኻ ግን ሓደ መንእሰይ ናብ ዓወት ክበጽሕ መጀመርታ ጥዕንኡ ክሕልው ክኽእል ኣሉ ሓደ መንእሰይ ሙሉእ ጥዕና ዘይብሉ ናብ ዓወት ወይ መንገዲ ዓወት ክበጽሕ ፈጺሙ ይክእልን ኣብ እንዳ ሹሻ ዝውዕል ኣብ እንዳ ጫት ዝውዕል ኣብ እንዳ ውልፍታት ዝተፈላለየ ዝውዕል መንእሰይ መጽሓፍ ከንብብ ዘይክእል ፈጺሙ መጽሓፍ ምግንጻል ዘይክእል መጀመርታ ጥዕኑ ክሕልው ከኣነ ዘሕዝነካ ኣብ ስደት ነዛ ተሰኪምካያ ዘለኻ ነብሲ ዘይሓገዝካ ብጥዕና ብዕረፍቲ ብኹሉ ነገር ንስድራ ቤት ክሕግዙ 24 ሰዓት ድፍእ ዝበሉ እሞ ኣብ መወዳእታ ሂወቶም ዝሰኣኑ ፈልጥ ስድራ ቤት ንምሕጋሲ እዛ ሒዞማ ዘለዉ ነብሲ ብምጉዳእ ዝመስሎም ብዙሓት ዝተጋገዩ ሰባት ኣለዉ። ዕስራን ኣርባዕተን ሰዓት ትራክ ይዝውሩ፣ ዕስራን ኣርባዕተን ሰዓት ጋዝ ስቴሽን ይሰርሑ፣ ዕረፍቲ ዘይብሉ ክልተ ስራሕ ዝሰርሑ እውን ኣለዉ። ሓንቲ መዓልቲ ስፖርት ይከዱን እዮም፣ ሓንቲ መዓልቲ ጥዕንኦም ተራእዮም ኣይፈልጡን እዮም። ኣብ መወዳእታ እታ ንኹሉ ስድራ ትሕግዝ ዘላ ነብሶም ስለ ዝረሰዋ ሓደ መዓልቲ ንዖም ጠልሞ እሞ ኩሉ ስድራ ብሰንኪ እዚ ይለኻኸም ማለት ስለዚ ስድራ ንምሕጋዝ መጀመርታ ነብስኻ ብጥዕና ምሕላው ነዛ ምሳኻ ዘላ ነብሲ ዘይሓገዝካ ንስድራ ክትሕግዝ ትኽእል ኢለ ኣነ ይሓስብ ስለዚ እኹል ዕረፍቲ ትረክብ ንነብስኻ ቅድም ትከናኸን ምእንቲ ስድራኻ ክጠዕሙ ጽባሕ ንጎሰኻ ብጭንቂ ብጎደሎ መኣዛ ብጎደሎ ዕረፍቲ ሞይትካ ሬሳኻ ናብ ስድራ እንድሕር ከይዱ እታ ብኣኻ ጠው ጥወር ዝነበረት ስድራ ተደፊና ኣላ ማለት ስለዚ ምእንቲ ስድራኻን ደቅኻን ክሕሾም ኢኻ ነብስኻ ትከናኸን ስለዚ ኣብነት እየ ከምፅእልካ ደለ መጀመርታ ጥዕናኻ ትከናኸን ሽዑ ናይ ዓወት መንገዲ ከምቶም ደገዛውትና ቦርጫማት ክትኮን ደም ብዝሕን ሽኮርን ዘይብሎም ምስ ኮንካ ምስ ኣረጋገጽካ ጥዕና ካብ ሓደ ናይ መንገዲ ዓወት ጀሚርካ ኣለኻ ኢለ ሓስብ ደሓር እቲ ካልኣይ ዝመጽእ ነቲ ንስኻ ደሊኻዮ ዘለኻ ራእይ እሙን ዲኻ እዩ ዝመጽእ እምነት ኣለካ ድዩ እቲ ክትከዶ ደሊኻ ዘለኻ መንገዲ እቲ ክትበጽሖ ደሊኻ ዘለኻ ዕላማስ ብርግጽ እሙን ዲኻ ርግጸኛ ዲኻ ኣጽኒዕካዮ ዲኻ ንስኻ ንዕኡ እሙን እሱ ንዓኻ እሙን ድዩ ክመጽእ ከሎ እምነት is very important ኣብ ዓወት ኣብ ዕውት ሰብ እምነት ብጣዕሚ ቀዳማይ መድረኽ እዩ ዝወስድ ብድሕሪ እዚ ክትከዶ ደሊኻ ናይ ዓወት ዕላማ እንታይ ዓይነት መስዋእቲ ኢኻ ክትከፍለሉ እንታይ ዋጋ ኢኻ ክትከፍለሉ ትኽእል ተዋላዋሊ ዲኻ ፈራሕ ዲኻ ወይስ ርግጸኛ ኢኻ እዚ ዝሓተካ ዘሎ ኩሉ ቻለንጅ ሓሊፍካ ኣብኡ ከም ትበጽሕ እቲ ዝሓተካ ነገር ትምልስ ዲኻ ትኸፍል ዲኻ ከኣ እቲ ካልኣይ ይመጽእ ማለት እዩ እዚ እንድሕር ዘይትገብር ኮንካ ኣንጻር ኮይኑ ኣሎ ማለት እዩ ሓሳብካ ካልእ እቲ ትኸዶ ካልእ ኮይኑ ስለ ዘሎ ከምዚ ንብረት ኣብ መርከብ ፅዒንካ ናብ ወደብ ዘፋንኻስ ኣብ ኤርፖርት ኮንካ ምፅባይ ማለት ከምኡ ትብል ምስላ ናይ ሓደ ስለዚ ንዕላማኻ እሙንን እትኸፍሎ መስዋእቲ ርግፅ ንምዃን ናብ ዓወት የብፅሑኻ ኢለ ይሓስብ። ብቀዳመ ሰንበት ብ ኣይረኸብኩኻን ኣየዕለልኩኻን ደንደን ኳዕ ኢለ እየ። እወ።
ኬድና ኣብዚ እንዳ ስዕስዒት ኬድና ቀዳም። ወዲ ሓምቢር ከ ሕራይ ገበርካ? ምስዛ ብጨይተይ ኬድና እዘን ዓረብ ቁምቡሽ ሒዝና ከነጋጩ ክንሰትን ምሉእ ለይቲ ሓዲርና። ስዕስዒት ምስ መፀ እዚኦም ፀዓዱ።

ወ፣ ኮፍ ኢልና ከለና ብሓንሳብ ኮፍ ኢልና ከለና ስሕብ ቢሉ ኢዱ ስድድ ቢለላ ስድድ ቢልሃሉ ስሓፍ ኢልዋ ከይዱ።
ዋእ ስራሕ ኢልዋ ከይኮን ምናልባት ደይ ዝተባሃልካ ኣሎ ከይትኸውን ወይ ስራሕ ባሎ ከይዳ እንዲያ ከይዳሲ ሽዑ መፅየ ንዕተልክዋ እንታይ ትገብር ኣለኺ ዳነ ዳኣ ማርሞ ዴና ኣብዚ ሰ- ኮፍ ኢልክ ንተኸተልክዋ እ፣ መፅያ ሽዑ ነጊራህኒ ከምኡ እዩ ኣብዚ ዝኾነ ሰብ ሳዕሳዓካ ዝኾነ ሰብ ተሳዕስዖ ትብለኒ ክድ

ፈኩሽ ኮይነ ፍኩሰ እዎ ጌጋ ይብራ ሓወይ ምክንያቱ እስከ ብውሽጢ ክንመዓዓደላ ኢና ዳሓን ኣብዚኣ ትረፍ መዛ ዘረባ
ልበይ ስልም ኢለ ብለካ ኣለኹነ እስተ ቅድሚ ሕጂ ዝፈልጣ ኮይኑ ተሰሚዕኒ ካነ ወየሲ ይፈልጣኒ ልዕል ቢሉ እዩ ደስ ኢላቶ ወሲድዋ ኢሎምካ ሂዳ ነቲ ናህና ሕብሪ ፍትሩ ደስ
ከምኡ እብሉ ንሸዑ ተነገርክዎም ኣብዚ በዓል መራሲ ተደሲልወንስ ድ ኢሎምምስ በዓሎም ወሲዶም ኣሳዕስዑኻዮም ከምኡ ንስኻ እውን ከተሳዕስዕ ትኽእል ኢኻ ካልኡ እብሉ እታ ኣዴን ሻመሲን እየን ናይ ፅፍርን ናይ ጨጉርን እንዳለት ምዝሑቕ ኸሪመሃኒ ንገንዘበይሲ ወይለ ቁሩብ በራሕ እኳ ደይታ ከብድኻ ቁሩብ ዝርግ ትብል እያ እምበር ኣነ እንተትኾን ነይረ በል ሓወይ በራቑተን ቦተኽኳ ነይረ ንዕኡ ከኣ ኣይምገደፍክዎን ንዕኡ ከ ሃሪምካ ርእሱ ድፍእ ተብሎ። ንዑ ዳኣ እንታይ ትዛረብ ኣለኻ ዋእ ሕሙም ኢኻ እስኻ። ዘርኦምሲ ዘርኦምሲ ተካል ግብሪ ትኸውን ኣለኻ ዘርኦም ንዓይ ምሽ ወስ ኣይትበል ጻዕዳ ብፍላይ ወስ ከይትብል ተኺኢልካኒ ንዓይ እስኻ እንዲኻ ከምኡ ኢልካ ምሂርካኒ። ሕጊ ክነግረካ እየ
ብሰበይትኻን ሃገርካን መጸካ ኖ ላይፍ ኖ ሄልዚ። ሒዝካዮዶ እምባእ እወ ድሕር ሕጂ በል ገማ ኣብራኹ ስብር ኮ ኣብ ብሎ መገዲ ተካይ ኣብ መገዲ ሰብ ተተጓኒጽካ ምናልባሽ ገለ ሶሪ ቅሬታ ከምኡ ትብሎም እንድሕር እዛ ሰ- ዋ ምስታ ምሳ ክነብር ምስ ኣባ ካባ ክፈሪ ኢለ ዝሓሰብኳ ዋ እዛ ኣምላኽ እንድዒ ፈተና ይእትወና ማህድንኩ ዘተኾናነሲ። ታይ ክትሃድም ትስጉዶ እምበር እንድሕር ከምኡ ብሰበይትካ ድመፃካ ደብል ኮይንዳ ኣቃሓሽ እዚኣ ሓባክሪ ፍልጠት ኣይኮን ትከውን። ነዋ ብሰበይትካን ሃገርካን ባስካፋ ኢካ ዛረበፅ ባስካፋ።
ጉድ ረኺብና ንሕና መርገም ፅሩይ ሲ። ከምኣ ገይረ ዝፈትዋ ጓል ኣይነበረትን ኣብዚ ባጽዐ። ኣታ በርሀ ደኣ ንመን ከ ዘይትፈቱ ነበርካ ሽዑ ደኣ ዋእ ከምኣካ ከ ኣለካ ተቀይርካ እምበሃር ኢካ ዋእ ከመይ ጌርካ ከም ዝመንጠልካኒ ክሳብ ሕጂ ክወሓጠለይ ኣይክእልን እየ ዋእ በርሀ ፈልጥካ ምሽ ከምዚ ናይ ሕጂ ደለ ናይ ዓድ ዓዲ ኣስኒ ኣባይ ትቁጸሮ ሽዑ ደኣ ከመይ ኢለ ነይረ ቃላት ጽምኢን ገለን ትዝክሮኒ ዋእ ኔርካ። ሽዑ ሓቂ ዘረባ ካብ ኩላህና እቶም መንእሰያት ንስኻ እንዲኻ ትረኣ ኔርካ ቅልጽም ኔሩ ናይ ስፖርት ኔሩ ኣብዚ ቅርጺ ቅርጺ ኔርዎ ሽዱሽተ ቅርጺ ኔርዎ ሕጂ ግን ሓንቲ ተቀይራ እቶ ደቅኻ ከመይ ኣለዉ ጽቡቅ ኣሎ ተመርዕየ እንዶ ተነዋል ወይ ኣርጋ ኩሎም ወዲ ሕጂ ሓደ ለቃ እቲ ወዲ ጥራይ ተሪፉ ንደሎ ምሳይ ዘሎ እምበር ተነዋል ኣመርዕየ ናይ ሓቂ ኣነ ሕጂ ንሰበይትኻ ከምዚ ኢለ ክዝክራ ኣይክእልን ትፈልጥ ዋእ ከመይ ጌርካ ንዓባ ከመይ ጌረ ክዝክራ ቁሩብ ሃሳስ ምስሊ ኣለኒ እምበር ከምዚ ኢለ ክዝክራ ኣይክእልን እየ ኣበይ ኸ ደለኻ ገዛ ዕዳጋ ዲኻ ደለኻ? ዕዳጋ ኣለኹ ዕዳጋ ኣለኹ። ጽቡቕ ጽቡቕ ዕዳጋ ኣለኹ ጽቡቕ።
ተመስገን። ስራሕ ከመይ ኸደልካ ኣሎ?
ደሓን ድዩ? ደሓን ደሓን። እ፣ ሓንቲ ቤት መግቢ ከፊቱ ኸሲሩ ሽግር ኣትዩ ገለ ኢሎም ልዕል ኢሎም እዮም። እወ ሐ- መቸም ሓቂ ዘረባ እ፣ መጀመርያ ሽግር ይመጽእ እሞ መዳይቦ ኸኣ ፍጥር ከም ዝበሃል ኣብቲ መጀመርያ ከምኡ ዓይነት ሽግራት ኣጓኒፉኒ ነይሩ። እወ እወ። ደሓር ግን ብዝኾነ ኣምላኽ ይመስገን እቲ

ሕጂ ግልብ ኣቢሎሞ በቃ ተመስገን መንግስተ ሰማይ የዋርሶ ዋይ ሓወይ ታይሞ ታይሞ ኩላትና ክነርከብና እንታይ ምንገር ብኻራ ዋይ ካብ ብኻራ ብሽጉጥ ምቕታል ይሕሸካ ዘለ ህዝቢ ዘይ ካራ ገሩ ብስዕስ ኣቢለ ክሕወይ ዘመዝብዝ ከጭቅት ኣለዋት ታይሞ ወጣ

ዋዛ ከይመስለካ ሰበይቲ እንድሕር ሓንጊዳ ኑክሌር እያ ሰበይቲ ግን ሰበይቲ እንታይ ይመስለካ ምሳኻ ዘንብራ ሕልናን ሰብካ ይብለንን ሕጂ ዋላ እንድሕር ኣስተውዒልካ እኮ ንሰብኣያ ተድንቕ ሰበይቲ ድሕሪ መርዓ ውሕጥቲ እያ ኣይ ኣብኡ ኣሎ ኣብኡ ኣሎ ክርማሕማሕ በል ሓምሳ ምስ ገበረት መመላልና እቲ ዘድሊ ነገራት ምስ ወደእት ዓው ብል ዓው እላ ከርማሕማሕ ብል ወላ ዓረብ ኩን ኣዚ ገለ ከኣ ትብለካ እሳ እንግሊዝ ተኮይና ዓው እላ ምስክናይ ሕጂ ከምኡ ትብለካ ንምንታይ ድዩ መስለካ ምክንያቱ ንሳ ንብዙሓት ሰባት ከተዳናኣግድ ትክእል እምነት እንተዘየሎ ማለት እየ ንሱ ግን ሰብኣይ ወላ ሓንቲ ስለ ዘይብሉ ግን ሰብኣይ እንታይ መስለካ ንነፍሱ ከም እዚ ተባዕታይ ጾታ ንነፍሱ ከም ፍሉይ ክገልጻ ስለ ዝደሊ ንዓኣ ከምዚ ምሽ ኣለካ ዝሓስባ እዩ ንዓ ድሓር ሰበይተይ ዋእ ሰብኣይ ንምሳሌ ሰበይተይ ቆንጆ እያ እዛ ትሪኣ ንሳ ንሳ ከምኡ ጌራ ኣይትገልጸካን እያ ኣለዎ ኣይ ካልስታቱ ንሓጽበ ኣለዎ ንሓጽበ ኣለዎ ኣሎ ንምንታይ ከምኡ ዝብለካ ምኽንያቱ ካባኻ ዝደልዮስ ውሑድ እዩ ሰብኣይ ድማ ዋዛ ከይመስለካ ንሰበይቲ ቀላል ዝብል ዓሻ። እሺ ክቡራን ክቡራን ተኸታተልተይ ናይ ሎማዓንቲ መደባትና እቶም ቪድዮታት እዚኤን ይመስላ ነይረን ዝኾነ ይኹን ዓይነት ኮመንት ወይም ክስታኻኸል ኣለካ ትብሎ ነገር ተሃልዩ ኮመንት ጸሑፍለይ እስካብ ቐጻሊ ንራኸብ I love you peace out።